ሰላም ጥዕና ይሃበልና ክቡረ ተኸታተልቲ ዴሊ ዜና ትግርኛ ነዚ ዕለት ዝሓረናዮም ሃገራዊ ኣህጉራውን ዓለም ለኻውን ዜናታት ሒዝናልኩም ቀሪብና ኣለና ሳብስክራይብ ላይክ ሸር ብምግባር ንክትስዕቡና ንሓትት ፈለማ ኣርእስተ ዜና ዓለም ለኸ ተፈላጢ መጽሔት ዘ ኢኮኖሚስት ኢትዮጵያ ኣብ ጫፍ ኩና ትርከብ ክብል ዘድንጹ መጠንቀቕታ ሂቡ።

ኣሜሪካ ዜጋታታ ካብ ኢራን ክወጹ ኣተሓሳሲባ። እዚ ልኡኻት ክልቲኣን ሃገራት ኣብ ኦማን ንኽራኸቡ ሒደት ሰዓታት ኣብ ዝተረፈሉ እዋን ዝተመሓላለፈ መልእኽቲ'ውን እዩ ነይሩ ዝብሉንን ካልኦትን እዮም። ሕዚ ብቐጥታ ናብ ዝርዝሮም ክነሰጋግረኩም። ዓለም ለኸ ተፈላጢ መጽሔት ዘ ኢኮኖሚስት ትማል ኣብ ዘውጽኦ ጽሑፍ ኢትዮጵያ ናብ ኲናት ተቓሪባ ክብል ዘድንጹ መጠንቀቕታ ሂቡ። እቲ ኩነታት ካብ ዝሓመቐ ናብ ዝኸፍኣ ይኸይድ ከም ዘሎ እውን ኣጠንቂቐ ኣሎ። ነቲ ጉዳይ መተሓሳሰቢ ዝገብሮ ድማ ማዕጾ ዲፕሎማሲ ብምዕጻዉ እዩ ይብል እቲ ጸብጻብ። ሕብረት ኣፍሪካ ኣብ መንጎ መንግስቲ ፌደራልን ህወሓትን ዘሎ ወጥሪ ንምህዳእ ዘቕረቦ ሕቶ ሽምግልና መንግስቲ ፌደራል ዘይውሽጣዊ ጉዳይና እዩ ክብል ውድቂ ከም ዝገበሮ እውን ተሓቢሩ ኣሎ። ካብዚ ብተወሳኺ መንግስቲ

ከምዝኾነ ሓቢሩ እዩ። ኣብዚ ሕዚ ሰዓት መንግስቲ ፌዴራል ኮነ ህወሓት ንዝለዓለ ኲናት ምድላው እንዳገበሩ ከምዝርከቡ እውን ፀብፃባት የመላኽቱ ይብል ዘ ኢኮኖሚስት። ብመንፅር እዚ እታ ሃገር ዘለቶ ኢኮኖሚያዊ ቅልውላው እዚ ዝመፅእ ኲናት ዘስዕቦ ጉድኣት ኣዝዩ ዝኸፍእ ብምዃኑ ኩሉ ንሰላም ጠጠው ክብል ይግባእ ይብል ኣብ መዛዘሚ እቲ ፅሑፍ።

ዝረኸብዎ መደረን ስዒቡ ኣብ ኩለን ከባብታት ምዕራብ ትግራይ ኣዝዮም ዘተሓሳስቡ ሓደሽቲ ተርእዮታት ይረኣዩ ከምዘለዉ ይሕበር። ኣብ ዞባ ምዕራብ ትግራይ መቕተልቲ፣ ማእሰርቲ፣ ጭውያን ብሓይሊ ምስጓጕን ብዝገደደ መልክዑ ተጠናኺሩ ቀፂሉ ዝበለ እቲ መግለፂ፣ ነበርቲ እቶም ከባብታት ሰልፊ ክገብሩን ገንዘባዊ ሓገዝ ክህቡን ይግደዱ ከምዘለዉ እውን ሓቢሩ። ሰልፊ ውፅእን ወይ ገንዘብ የብለይን ዝበለ ሰብ ድማ ሹማሹም ብምልጣፍ ናይ ምግላልን ካብ መረበቱ ናይ ምስጋጕን ተግባራት ይፍፀሙ ከምዘለዉ ከምዝተረድኣ ገሊጹ። ብተመሳሳሊ ዶክተር ኣብይ ኣሕመድ ሪፈረንደም ኣመልኪቶም ኣብ ፓርላማ ዘስምዕዎ መደረ ስዒቡ ኣብ መላእ ምዕራብ ትግራይ ዘደንግጹ ሓደሽቲ ተርእዮታት ይፈጥሩ ኣለዉ፣ ኣብ ክልላት ኦሮምያን ቤንሻንጉል ጉሙዝን ዝተመዛበሉ ተወለድቲ ክልል ኣምሓራ ናብ ምዕራብ ትግራይ ክሰፍሩ ብምግባር ጽልእን ቅርሕንትን ዝሰብኩን ኲናት ዘጓሃህሩን ተኸታተልቲ ኣኼባታት ሰልፍታት ይካየዱ ከምዘለዉ ኣፍሊጡ እቲ ማሕበር። ህዝቢ ምዕራብ ትግራይ ንነዊሕ እዋን ኣብ ስደት ኮይኑ ዘሕልፎ ዘሎ ስቓይን መከራን ከይኣክል ሕዚ ድማ ብሓይሊ ኣባሪሮም መረበቱን ሃፍቱን ዝወረሩ ሓይልታት ዝፍፅምዎ ዘለዉ ተንኳይ ተግባራት ነቲ ህዝብና ተስፋ ዝገበረሉ ሰላማዊ ፍታሕ ኣብ ሓደጋ ዘውደቐ ኮይኑ ይርከብ ክብል ድማ ኣገንዚቡ። እዞም ተርእዮታት ንህዝቢ ናብ ዘይተደልየ ስምዒት፣ ጎንፅን ብርሰትን ቅድሚ ምእታዎም መንግስቲ ፌዴራል ተመዛቢሉ ዘሎ ህዝቢ ብውሑስ መንገዲ ናብ መረበቱ ክምልስ መንግስታዊ ግቡኡ ክዋፃእ ድማ ጸዊዑ። ንእስቲ ጓል ኣንስተይቲ ዓሚጹ ዝቐተለ ዓሰርተ ሽዱሽተ ዓመት ተፈሪድዎ። ማእኸላይ ቤት ፍርዲ ዞባ ምብራቕ ንሓንቲ ተበዳሊት ጓል ኣንስተይቲ ዓሚጹ ንሞት ዘሳጠሐ መንእሰይ ብ ዓሰርተ ሽዱሽተ ዓመት ጽኑዕ ማእሰርቲ ንክቕጻዕ በይኑ። እቲ ማእኸላይ ቤት ፍርዲ ንድምጺ ወያነ ትግራይ ከምዝበሎ ተኸሳሲ መንእሰይ በሪሁ ሃይሉ ዝተብሃለ ንባር ወረዳ ጋንታ ኣፎሾም ጣብያ ኮኾብ ጽባሕ ብዕለት ዓሰርተ ጥቅምቲ ክልተ ሽሕን ዓሰርተ ሸውዓተን ዓ.ም ሰዓት ሓደ ናይ ምሸት ጸልማት ጉልባብ ገይሩ ንእስቲ ሳምራዊት ባርኽ ዝተባህለት ነባሪት ጣብያ ኮኾብ ጽባሕ ዓሚጽዋ እዩ። እታ ዝተደፈረት ንእስቲ በቲ ኩነታት ንጉህያ ባዕላ ህይወታ ክትሕልፍ ክኢላ እያ ዝበለ ማእኸላይ ቤት ፍርዲ ዞባ ምብራቕ ገበነኛ ብዓመጽን እታ ንእስቲ ህይወታ ባዕላ ንክትሕልፍ ምኽንያት ከምዝኾነን ተኸሲሱ ጉዳዩ ብሕጊ ክረእ ጸኒሑ እዩ። ብመሰረት እዚ ዕስራን ሽዱሽተን ጥሪ ክልተ ሽሕን ዓሰርተ ሸሞንተን ዓመተ ምህረት ተሰይሙ ኣብ ዝወዓለ መጋባእያ ተኸሳሲ ነቲ ገበን ከምዝፈጸመ ብምርግጋጹ ብዓሰርተ ሽዱሽተ ዓመት

ሰላም ዘለዎም ተበግሶ ጎንፂ ደው ንኽበል ውሕስነት ዜጋታት ንኽረጋገፅን ሰላም ምርግጋእን ንኽመፅእ ወሳኒ ግደ ከምዘለዎም ዶክተር ቴድሮስ ሓቢሮም እዮም። መንግስቲ ሱዳን ኣፀጋሚ ኩነታት ተፃዊሩ ኣብ ቀረብ ጥዕና ንምቁፅፃር ተላባዕቲ ሕማማትን ኮሌራ፣ ኖፍዮን ፖልዮን ንዝሰርሖ ስራሕ ኣፍልጦ ከምዝህቡ እውን እቶም ዋና ዳይሬክተር ኣረጋጊፆም። ውድብ ጥዕና ዓለም ዘየቆራርፅ ቀረባት ሕክምና ናብ ሱዳን ንኽእትው ዝከኣሎ ንምስራሕ ድልዊ ምዃኑ እውን ኣብ መረብ ማሕበራዊ መራኸቢ ዶክተር ቴድሮስ ዝወፀ ፅሑፍ ኣመላኺቱ። ኣሜሪካ ዜጋታታ ካብ ኢራን ክወፁ ኣተሓሳሲባ። እዚ ልኡኻት ክልቲኤን ሃገራት ኣብ ኦማን ንክራኸቡ ድሒደት ሒደት ሰዓታት ኣብ ዝተረፈሉ እዋን ምንባሩ እውን እዩ ተገሊፁ ዘሎ። እዚ መጠንቀቕታ መንግስቲ ኣሜሪካ ንኢራናውያን ዝተፈላለዩ ሓበሬታታት ኣብ ዘካፍለሉ ዘዩናይትድ ስቴትስ ስቴትስ ቪርቹዋል ኤምባሲ ዝተባህለ መርበብ ሓበሬታ ዝተፈላለዩ ማሕበራዊ መራኸብታትን እዩ ወጺኡ። ኣሜሪካ ኣብቲ ሃገር ዝብርትዕ ዘሎ ምዕጻው ጽርግያታት፣ ምቑራጽ ህዝባዊ መጓዓዝያን ምቁርራጽ ኢንተርኔትን ምኽንያት ናይዚ ስጉምቲ ምዃኖም ጠቒሱ። እቲ መጠንቀቕታ፣ ኢራን ደርብ ዜግነት ኣፍልጦ ስለ ዘይትህብ፣ መበቆል ኢራን ዘለዎም ኣሜሪካውያን ካብታ ሃገር ክወጽኡ ከለዉ ናይ ኢራን ፓስፖርቶም ንኽጥቀሙ ከምኡ መኺሩ። ብተወሳኺ፣ ዜጋታት ኣሜሪካ ኣብ ኢራን ቀጻሊ ምቁራጽ ኢንተርነት ክህልወሉ ዝኽእል ተኽእሎ ኣብ ግምት ብምእታው ኣማራጺ ኣገባባት ርክብ ክጥቀሙን ናብ ጎረባብቲ ሃገራት ኣርመንያ ወይ ቱርኪ ብጽርግያ ክጓዓዙን መኺሩ። መንግስቲ ኢራን ንሰሙናት ዝቐጸለ ተቓውሞታት ስዒቡ፣ ግልጋሎት ሞባይል ስልክን ብደረጃ ሃገር ግልጋሎት ኢንተርኔትን እግድ። ገይሩ ኣሎ። ሓያሎ መንገዲ ኣየራት እውን ካብን ናብን ኢራን ዝግበር በረርታታት ገዲበን ወይ ሰሪዘን ኣለዋ። እንተኾነ ግና ሎሚ ኣብ ርእሰ ከተማ ኦማን ኣብ ዝጀመረ ልዝብ ክልቲኤን ሃገራት ተስፋ ዘውዕሉ ምንባሩ ሚኒስተር ጉዳያት ወጻኢ ኢራን ዓባስ ኢራቂቺ ገሊጾም። ክቡራት ሰማዕቲ ዴሊ ዜና ትግርኛ ንሎሚ መሪጽና ናባኹም ዘበልናዮም ዜናታት ነዞም ዝተኸታተልኩሞም ይመስሉ ነይሮም። ላይክ ሸር ብምግባር ስድራ ዴሊ ዜና ክትኩኑ ድምና እዩ።